When could the cost of your insurance be reduced? ኢንሹራንስና መዓስ ክሓስረልና ይኽእል ይብለና ኣሎ እቲያ ፓስ ፕላስ ስኪም ትበሃል ኣላ ንዓ ንሕር ወሲድናያ ፈተና ምስ ሓለፍና ነዚያ ፓስ ፕላስ ስኪም ትበሃል ንዝያዳ ተመክሮ ኮነና ኤክስትራ ትሬኒን ወሲድና ክጎድለና ይኽእል እዩ ዋትስ ካቨርድ ባይ ሰርድ ፓርቲ ኢንሹራንስ ሰርድ ፓርቲ ኢንሹራንስ እንታይ እዩ ካቨር ዝገብረልና እንታይ ይሽፍነልና ብለና ኣሎ ሓደጋ እንድሕር ደኣ ጌርና ነተን ካልኦት መካይን እምበር ንመኪናና በዓልና ኢና ንዓርያ እተን ካልኦት መካይን ግን እሶም ክኸፍሉልና ክእሉ ማለት እዩ ሰርድ ፓርቲ ጥራይ እንድሕር ኮይኑ ኢንሹራንስና እቲ ሙሉእ ኢንሹራንስ ኮምፕሬሄንሲቭ ይበሃል ማለት እዩ

ካልእ ከ ተወሳኺ እንታይ እንታይ ሪኳየርመንት ኣለዎ ወይ እንታይ ከመይ ክኸውን ኣለዎ ማለት እዩ ኣትሊስት ደቂ ዕስራን ሓደን ዓመት ክንከውን ኣለና ማለት እዩ what do you need before you can legally use a motor vehicle on the road ሞተር ቬክል እንድሕር ዝኾነ ተሽከርካሪት ኣብ ፅርጋ እንድሕር ረኣ ክንዝውሮ ኮይና እንታይ የድልየና ብለና ኣሎ ሓደ ኢንሹራንስ ከድልየና እዩ

ኩሉ ግዜ ኣድረስ እንድሕር ደኣ ቀይርና ገዛ እንድሕር ቀይርና ንዲቤሌ ክንነግሮም ክንክእል ኣለና ገዛ ቀይርና ኣድረስና ተቐይሩ እዩ ማለት እዩ ሶ ዌን ዩ ሙቭ ሃውስ ዩር ካር ኒድስ ቱ ፓስ ኣን ኤምኦቲ ቴስት እዚ ኤምኦቲ ቴስት ዓመታዊ ዝግበር ቸክ ማዕረ ክንደይ ጥዕና መኪናኻ ምርግጋፅ ማለት እዩ መኪናና ኤሞ ክትሓልፍ ደሊና ኣለና ንብል ኣለና ዋት ሜይ ቢ ኢንቫሊድ ኢፍ ዩ ድራይቭ ዘ ካር ዊዝኣውት ካረንት ኤምኦቲ ሰርቲፊኬት ዋት ሜይ ቢ ኢንቫሊዴትድ ይብለና ኣሎ ኤምኦቲ ዘይብላ መኪና ንድሕራ ዘዊርካ ድሓር ሓደጋ ተጋጢሚካ ኢንሹራንስ ኣይሕተቱልካን እዮም ሶ ዩር ኢንሹራንስ ሰርቲፊኬት ኢዝ ኢንቫሊዴትድ ዋትስ ዘ ማክሲማም ፋይን ፎር ድራይቪንግ ኦር ራይዲንግ ዊዛውት ኢንሹራንስ ኢንሹራንስ ዘይብልካ መኪና እንዳሓራ ዘቢርካ እንታይ እዩ ዝለዓለ ክትቅፅዖ ትኽእል ይብለና ኣሎ ሶ ገደብ የብሉን ክንዲ ዝበፅሖ ክቕፅዑካ ይኽእሉ እዮም ኢትስ ኣንሊሚትድ ዌን ማስት ዩ ኮንታክት ዘ ድራይቨር ኤንድ ቬክል ላይሰንሲን ኤጀንሲ ዲቤሌ ማዕሲና ናይ ግድን ኮንታክት ንገብሮም ዘለና ብለና ኣሎ መኪናና ምስ ቀየርና መኪናና እንድሕር ቀይርናያ ማለት እዩ ናይ ግድን ኮንታክት ክንገብሮም ኣለና ንዲቤሌ

ኢንሹራንስ ሰርቲፊኬት ቅድሚ ምስዳዶም ምስ ከፈልናዮ ምስ ወዳእና ካቨርኖት ቅድም ሰዱልና ሽዑ እቲ ሰርቲፊኬት ኣዳልዮም ሰዱልና እታ ኢንሹራንስ ሰርቲፊኬት ክሳብ ተቕርብ እቲኣ ካቨርኖት ኣቕዲሞም ሰዱልና ማለት እዩ ዶኪመንት ኢሽድ ቢፎር ዩ ሪሲቭ ዩር ኢንሹራንስ ሰርቲፊኬት ፖሊስ ኦፊሰር ኣስክስ ቱ ሲ ዩር ዶኪመንት

ክሳብ ሰለስተ ዓመት ኤምኦቲ ኣየድልያን እዩ። ሰለስተ ዓመት ምስ ገበረት ኤምኦቲ ክግበረላ ኣለዎ ማለት እዩ ብሕጊ። So when is three years old ሰለስተ ዓመት ምስ ገበረት ኤምኦቲ ክግበረላ ኣለዎ።

ወይኒ እዚ ሌጋል ቱ ድራይቭ ዊዛውት ኤኒ ሞቲ ሰርቲፊኬት ኤምኦቲ ሰርቲፊኬት ዘይብልና መዓስ ኢና ክንዝውራ ንኽእል እታ መኪና ኣብለና ኣሎ ናብቲ እንዳ ኤምኦቲ እንዳኸድና ጥራይ ኢና ክንዝውራ ንኽእል ኣዘርዋይስ ክንተሓዝ ኢና ክንቅፃዕ ኢና ማለት እዩ So when driving to an appointment at an MOT center, what's statu-

መዓስ ኣብዴት ከም ዝኾነ ሲ መን እዩ ብሕጊ ክነግር ዘለዎ ብለና ኣሎ እቲ ዋና ናይታ መኪና እዩ ክኸውን ማለት እዩ ዋና ናይታ መኪና መን እዩ ሬጅስተርድ ቬክል ኪፐር ቲ ቪ ሲ

እንታይ ክንገብር ኣለና ማለት እዩ ላይሰንስና ወዲኣ ኣላ ተመንጢልና ኣለና ማለት እዩ ከም ሓድሽ ቲዮሪን ፕራክቲካልን ክንገብር ኣለና So uh, retake retake your theory and practical test. ባይዘወይ ነታ ቀዳመይቲ ሕቶ ቅሩብ ከብርሃልኩም እዚኣ ቪ ፋይቭ ሲ ትበሃል መኪና ምስ ገዛእካያ ቪፋይቭ ሲ ወረቐት ኣላ እሳ ተዋህበካ ሶ ነቲ ናይ ቀደም ዝነበረ ዋናኣ ናትካ የሐዲስካ ንሊብያ ኢለ ትሰደሎም ማለት እዩ እቲ ስም ቀይርካ ካብ ሕጂ ናተይ መኪና ኮይና ኣላ ገሊልካ ስምካ ፅሒፍካ ትሰደሎም እሳያታ ወረቐት ሶ እሳ ኣብደይት ምዃና እቲ ዋና ናይታ መኪና እዩ ከረጋግፅ ዘለዎ ኣነ መኪና ምስ ገዛእኹዋ ኣብታ ቪፋይፕሲ ስመይ ኣድረሰይ ኩሉ ጽሒፈ እታ መኪና ዋንነተይ ምዃና ንዲቤል የሰደሎም ማለት እዩ ኦኬ እዚኣ እታ ክንዛረብላ ፀርሕና ማለት እዩ ኣብ ውሽጢ ክልተ ዓመት ሽዱሽተ ፖይንት እንድሕር ተታሒዝና ከም ብሓዱሽ ቴዮሪን ፕራክቲካል ምግባር የድልየና ማለት እዩ What does it mean if your insurance policy has policy has an excess of 500 እቲ ኢንሹራንስ ፖሊሲ ናታ ክንመልኦ ከለና 500 ኤክሰስ ኢልና እንድሕር ደኣ መሊእናዮ ዝኾነ ክሌም ክንገብር ከለና ብዛዕባ መኪናና ሓደጋ ገለ ተጋጢሙ እቲ ሓሙሽተ ሚእቲ ንሕና ቀዲምና ንኸፍሎ ማለት እዩ ሓሙሽተ ሚእቲ ንሕና ንኸፍል እቲ ዝተረፈ ከዓ እሶም ከፍልዎ For how long is an MOT certificate normally valid? MOT ንክንደይ ዝፀንሕ ወይ ድሕሪ ክንደይ ኤክስፓየር ክኸውን ብለና ኣሎ ዓመት ዓመት እዩ

መኪና ምስ ገዘ ኢንሹራንስ ክገብረላ ኣለዎ ናይ ግድን ወላ ሓድሽ ኩን ወላ ኤክስፔሪንስድ ኩን መኪናና ግድን ኢንሹርድ ክትከውን ክትከል ኣለዋ ሶ ዴይ ማስት ሃቭ ቫሊድ ሞቶር ኢንሹራንስ ዋት ሌጋል ሚኒማም ኢንሹራንስ ካቨር ዩ ማስት ሃቭ ቱ ድራይቭ ኦን ፓብሊክ ሮድ ሶ ብውሕዱ ብውሕዱ ኣየናይ ኢንሹራንስ የድልየና ክንዝውር ኣብ ኣብ ፅርግያ መኪና ክንዝውር ብውሕዱ ኣየናይ ዓይነት ኢንሹራንስ የድልየና ማለት እዩ ተገደደ እዛ ሰርድ ፓርቲ ኢንሹራንስ ሓደጋ ምስ ኣጋጠመና ነተን ካልኦት መካይን ባዕሎም ካቨር ገብሩልና ዝኽእሉ ብውሕዱ ሳክትህልወና ኣለዋ ማለት እዩ

ቬክል ታክስ ናይ መኪናና ታክስ ከነሐድሶ እንድሕር ደሊና እንታይ ክህልወና ኣለዎ ብለና ኣሎ ቫሊድ ኢንሹራንስ ኢንሹራንስ ተዘይብልና ታክስ ከነሐድስ ኣይንኽእል ኢና ማለት እዩ ዋት ሲርኮምስታንስ ሪካየር ዩ ቱ ኖቲፋይ ድራይቨር ን ቬክል ላይሰንስ ኤጀንሲ ታክስ ዲቪኤልኤ ንቤሌ እንታይ ዓይነት ምቅያራት እንድሕር ኣጋጢሙ ኢና ክንነግሮም ዘለና ብለና ኣሎ ጥዕናና እንድሕር ኣብ ጥዕናና እንድሕር ምቅያራት ኣሎ ነቲ ድራይቪ ናትና ክንዝውር እንድሕር ንፅገም ኮይና ወይ ዝኾነ ፅልዋታት እንድሕር ኣሎ ክንነግሮም ኣለና so when your health affects your driving who is responsible for paying the vehicle tax vehicle tax መን ሓላፍነት ዘለዎ ንኸፍል ማለት እዩ። እቲ ኣውቲስታ ድዩ እቲ ሸያጢ ድዩ እቲ ዋና ድዩ እቲ መን ሓላፍነት ኣለዎ ወላስ ዲቬለ ሶ ዋና ኮይንካ ግን ካልእ ሰብ ኣውቲስታ ክኸውን ይኽእል እዩ ሶ ኣውቲስታ ኣይኮነን እቲ ዋና ናይታ መኪና ሬጅስተርድ ኪፐር እሱዩ ሓላፍነት ዘለዎ ታክስ ክትከውን እታ መኪና ማለት እዩ ዋት ዳዝ ተርድ ፓርቲ ኢንሹራንስ ካቨር ተርድ ፓርቲ ኢንሹራንስ እንታይ ካቨር ገብረልና ኢልና ነተን ካልኦት መኪና ሓደጋ ዘውረድና ኣለን ዳሜቱ ኣዘር ቬክልስ